የመስግን ሓበን ሰላም ጥዕና ሃበለይ ዝኸበርኩም ተመልከትና ነዚ ዕለት ዝሓርናዮም ዜናታት ቢዝነስ ሒዘ ቀሪበ ኣለኹ ንምክትታልኩም ዓዲመ ስራሕቲ ዕንፀይትን ሓፂነ መፂንን ቁጠባዊ ተረባሕነት ዘዕቢ ዓውዲ እዩ ኢሎም ኣብ ከተማ ኣኽሱም ኣብ ስራሕቲ ማኒፋክቸሪንግ ዝተዋፈሩ ወገናት። እቶም ወገናት ዘለዎም ሕፅረት መስርሒ ቦታን ምትእስሳር ዕዳጋን ክፍተሐሎም ድማ ሓቲቶም። ንፀብፃብ ገብረመድህን ተወልደመድህን ተስፋይ ታደሰ ከም ዝስዕብ ክቐርቦ እዩ።
ተስፋይ ኣባድን ተሾመ ምሩፅን ኣብ ከተማ ኣክሱም ኣብ ስራሕቲ ሓፅነ መፅንን ጣውላን ተዋፊሮም ይርከቡ። እዞም መናእሰይ ዝተዋፈርሉ ዓውዲ ስራሕ ማኑፋክቸሪንግ ዓርሶም ክኢሎም ዕድል ስራሕ ክፈጥሩ ከምዝኸኣለ ይዛረቡ። ራሕኣነ ዘፍርዮም ናይ ባልትና ምህርትታት ኩሉ ናይ ኦቾሊኒ መቑለዊ፣ ናይ ዓተሮ መቑለዊ፣ መዝረዊ፣ መጥሐኒ፣ ያው መጸጸዪ ኩሉ ነገራት እየ ዝሰርሕ ማለት እዩ። ኣነ ሽዱሽተ ሸውዓተ ሰራሕተኛ ኣለዉኒ። ዝጀመርኩሉ
ጅማሮ መጀመርያ ብዓራት ይኹን ሶፋ ይኹን ሙሉእ ናይ ቢሮ ይኹን ናይ ሆቴል ይኹን ዝኾነ ይኹን ማለት እዩ ናይ ጣውላ ስራሕቲ ካብኡ ተበጊሰ ድማ በቲ ጣውላ ዝነበረስ ዲኮር ናይ ዓሴርማ ኣውጺኤሉ ኣለኹ ያው ኩሉ ክፈልጦ ይኽእል ኢዩ ኣብ ቲክቶክ ኣካውንትና ውን ኣሎ ቴሼ ዲኮር ዝብል ጽቡቕ ውጽኢት ዝረኽበሉ ኢዩ ኢለ ኢየ ኣነ ዝኣምን በዓል ሞያታት ውን ካብ ዓበይቲ ክሳብ ንእሽተን ዘሎ ደሞዝተኛ ኢዩ ከባቢ ሸሞንተ ሰራሕተኛ ኣለዉኒ። ሕጽረት ኣቕርቦት ሓጽነ መጽን፣ ጸገም መርባሕትን መስርሕን መሸጥን ቦታን ከምዘለዎም ዝሓበሩ እዞም ወገናት ፍታሕ ክግበረሎም ይሓቱ። ምትእስሳር ዕዳጋ የለን ብሱሩ ግደፎሞ ናይ ምትእስሳር ዕዳጋ ስራሕ ውን ርኣያ እዛ ቦታ እዚኣ ክንደይ መሽናት ክንሰርሕ ንክእል እንዳሃለና ቦታ እውን የለን ዝህበካ ሰብ ብዙሕ ጠርዕ እየ ኣነ ቦታ ዝህበኒ ሰብ የለን ናይ ኤሌክትሪክ ፀገም ኣለኒ ብዙሕ ነገር ክሰርሕ ዝኽእል እንዳሃለኹ ግን ያው በዚ ኮታታት ነገር ሰኣን ቦታ ሰኣን ገለ ብዙሕ ፀገም ኣሎ ንሱ ተዝፍትሐለይ መስርሒ ቦታ መስርሒ መሸጥን ካልኣይ ከዓ ብልቓሕ መልክዕ ናብ ትካልካ መስርሕን መሸጥን ጥራሕ ክውዕል ኣይኮነን ኢለ እየ ዝኣምን እና ልቓሕ ተተመቻቺሉልና ናብ ዝዓበየ ደረጃ ክበፅሕ እየ ዝብል እምነት ኣለኒ። ዕድል ስራሕ ዝተፈጠረሎም ክብሮም ዘርኣብሩክን ተኽለማርያም ጎድፋይን ብወገኖም፣ ሞያውን ቁጠባውን ረብሓ ከምዝፈጠረሎም ይገልፁ። ስለ ስራሕ ሞያ ገለ ንሰርሕ ኣለና። ብውልቀይ ፅቡቕ ሞያ ኣለኒ፣ ንግዲ ፍቓድ ኣውፂኤ ይሰርሕ ኣለኹ፣ ሰራሕተኛ እውን ክልተ እኔውኒ። ሕጅ ጽቡቅ ይሰርሕ ኣለኩ።
ናይ ባዕለይ ምስራሕ እዚ ምስ ርካብ ንዓመታ ቀጻሊ ዘይኮነስ ካብ ክልተ ሽሕን ዓሰርተ ሸሞንተን ከምኡ ክሰርሕ መደብ ኣለኒ ክገብሮ ኢለ ኢዩ ከኣ ዝኣምን። ኣብ ቤት ጽሕፈት ዘፈር ቁጠባ ከተማ ኣክሱም ኣተሓባባሪ ግልጋሎት ሓደ ማእከል ንግስተ ሳባ መምህር እፍረም ሃደራ፣ ሓደሽቲ መንቀሳቐስቲ ደኣ እንተ ኣብ ምውዳብን ኣብ መስግጋርን ይስራሕ ከምዘሎ የረድኡ። ኣናእሽተይን ማእከለዎትን ዘሰጋገርናዮም ከባቢ ዓሰርተ ሰለስተ ሳጋ ጌርናዮም ኣለና ማለት እዩ ብንዳ ብረታ ብረትን እንዳ ጣውላን ማለት እዩ ያው እቲ ዘለዉ ባልትና እውን ኣሎ ዘሰጋገርናዮም ኣብ ስራሕቶም ዝገጥሞም ዘሎ ፀገም መስርሒ ቦታን ካልኦትን ክፍተሐሎም ምንቅስቓስ ከምዝተጀመረ ይገልፁ። ዘልዕልዎ ሕቶ ሓደ ናይ መስርሒ ቦታ እዮም ዘልዕልዎ። ናይ መስርሒ ቦታ ድማ ከም ወረዳ እውን ፀዲቕሎም ከይዶም ኣሎ ከም ጣብያ ኣፅዲቕና ብስትሪንግ ኮሚቴ ሰዲድናሎም ኣለና። ያው ከም ወረዳ እውን ኣፅ- ኣፅዲቑ ናብቲ ኢንዳስትሪ ዞን ዝበሃል ሸድ ኣሎ ፅንዓት ተፀኒዑ

ምክትል ኣካያዲ ስራሕ ሃለቃ ሞገስ ቢዝነስ ግሩፕ ኣይተ ንጉሰ ኣባይ ገሊፆም። ካብ ዘመናዊ ፀባን ውፅኢት ፀባን ምርባሕ ኣላሕም ልዕሊ ሓደ ሽሕን ሓደ ሚእትን ብቐዋምን ጊዚያውን ዕድል ስራሕ ከምዝፍጠርን ኣብቲ ፋብሪካ ድማ ሓሙሽተ ሚእቲ ወገናት ዕድል ስራሕ ከምዝፍጠረሎም ተገሊፁ። በዓል መዚ ልምዓት ንግድን ፓኪስታን፣ ሚኒስተር ንግዲ ፓኪስታንን ምስ ክፍሊ ንግዲ ኤምባሲ ፓኪስታን ኣብ ኢትዮጵያ ብምትሕብባር ሓምሻይ ጉባኤ ልምዓት ንግዲ ፓኪስታንን ኣፍሪካን ኤግዚቢሽን ኣብ ኣዲስ ኣበባ ሚሊኒየም ኣዳራሽ ካብ ጉንበት ሸውዓተ ክሳብ ትሽዓንተ ክልተ ሽሕን ዓሰርተ ሸውዓተን ዓመተ ምህረት ከም ዝካየድ ኣፍሊጦም። እቲ ምርኢት ኤግዚቢሽን ሰለስተ መዓልትታት ከም ዝጸንሕን ኣብ መንጎ ፓኪስታንን ኣፍሪካን ዕድላት ንግድን ኢንቨስትመንትን ምፍጣር ዝዓለመ እዩ። ኣብቲ ጉባኤ ላዕለዎት ልኡኻት መንግስቲ ፓኪስታን፣ መራሕቲ ንግዲ፣ ሰብ ሃፍትን ሰብ ሞያን ክሳተፉ እዮም። ኣብቲ ኤግዚብሽን ኩባንያታት ፓኪስታን ፍርያቶምን ኣገልግሎቶምን ከምዘቕርቡን ካብዚኣቶም ውሽጢ ድማ መድሓኒት፣ መሳርሕታት ሕክምና፣ ክዳውንቲ፣ ፍርያት ምግብን ፍርያት ፅባቐን ካልኦትን ይርከብዎም። ክቡራት ተመልከትና ነዚ ዕለት ዝሓረናዮም ዜናታት ቢዝነስ እዚኦም ነይሮም ንምክትታልኩም ኣዚና ነመስግን ምስ ዜናታት ቢዝነስ ሃፍቲ ገብሩ ሓቢረኩም ጸኒሐ ሕዚ ናብ መሳርሕተይ ሓበን ሓለፎም ክመልሰኩም ሰላም